ከም ሓወይ ዝርእዮ ዝነበርኩ ንሱ እናለመነኒ ዝኣብዮ ዝነበርኩ ወዲ ድሕሪ ክንደይ ለመና ኣብ ህልም ዝበለ ፍቕሪ ምስ ወደቕኩ ሰለምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ ካባይ ተምሃሩ ዝብል ናይ ሓንቲ ጅግናን ጠንካራን ጓል ኣንስተይቲ ኣብ ኮሜንት ዝጸሓፈትለይ ዛንታ እየ ሒዘልኩም መጽየ ከምቲ ኩሉ ግዜ ብዙሕ ክትመሃሩሉን ክትጥቀሙሉን ብፍላይ ደቂ ኣንስትዮ ኣሕዋተይ ተስፋ ይገብር ናብዛ ናይ ዝሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ ሰናይ ምክትታል እዛ ናይ ዝሓፍትና ዛንታ ከምዚያ ትብል ሰላም ኣቢተይ ኣብ ዘለኸዮ ሰላም ኪብዛሕ ማራ እየ ዝፈትወኪ ዝከታተለኪ ቀፅልሉ ኣቢተይ የኔ ጠንካራ የቐኒለይ ዝሓፍተይ ኣነ ኳ ምኽረይ ኮንኩን ደልየ ኣሕዋተይ ካባይ ክመሃራ ብዝብል እየ እና ናብዛ እንታይ ክኣቱ ብስልኪ ኣሕዋተይ ዘፋለጡኒ ወዲ ነይሩ መሳርሕቶም ለእዩ እሞ ነደዋወል ከም ኣሕዋት ማራ ንቀራረብ ድሕሪ ንእሽተን ኣዋርሕ ንፍቕሪ እየ ሓተኒ እሞ ደንጊፀ ባሕረኛ ስለ ዝነበርኩ እረ ከምቶም ምሳኻ ዘለዉ ኣሕዋተ እየ ዝርእየካ ኢለ ኣብየዮ ካብኡ ንድሓር ክርሕቆ ጀሚረ ንምንታይ ተርሕቐኒ ይብለኒ እሞ እንታይ ንምባል ደኣ ባሕረኛ ኢኺ ዓሪፍኪ ስርሒ ኣብ ክንዲ ምባልካ ንፍቕሪ ትሓተኒ ይብሎ እሞ ስለ ዝተመቸኸኒ ኢሉኒ ተገሪመ ስቕ ይብል ካብኡ ይቅርታ ኣይትርሓቐኒ ከምታ ቀደምና ከም ኣሕዋት ንስሓቕ ንጻወት ይብለኒ እሺ ኢልና ንቕጽል ከም ኣሕዋት ከም ሓወይ መጠን ብጣዕሚ እየ ዝቐርቦ ዝፈትው ካብዞም ኣሕዋተይ ምስ ተፈለየ ለለ መሊሱ ድሕሪ ሓደ ዓመት ንፍቕሪ ይሓትኒ ኣይኸውንን ኢለዩ ምኽንያቱ ከም ሓወይ እምበር ፍቕረ ይብለይ ይቅርታ በቃ ካብ ሕጂ ምድዋል ነቋርጾ ኢለ ዓጽየዩ ብድሕሪኡ ደዊሉ ዋላ ጽሒፉለይ ኣይምልሰሉ ደሓር ምስዞም ኣሕዋተይ ተራኺቡ እዚ ሓደ ሓወይ ይድውለለይ እሞ ኣራኸበኒ ይብሎ ንሱ ደሞ ከም ቀደምና ዘለና መሲልዎ ይራኸበኒ ሰላምታ ተለዋዊጥና ሓወይ ግን ዝፈልጦ ነገር ኣይብሉን ንምንታይ እዩ ዘይትምልስለይ ይብለንሞ እረ ዘረባ ቀይር ኢለዮ ነዚ ሓወይ ተሰኪፈ ስሒቑ ለከስ ዓርኩ ስለ ዝኾነ እምነለ ይብሎ ነይሩ እዩ ነዚ ሓወይ ኣነ ዘይፈልጥ ምስኪን ንሳቶም ይስሕቁ ካብኡስ ኣብ ስራሕ ኣለኹ ደሓር ክንፃወት ኢለ ዓፅየዮ ምሸት ስራሕ ወዲኤ ብናቱ መሰንጀር ደዊልለይ እዚ ወዲ ኣልዒለ ነጊርካዮ ዲኻ ዓንተዎ ትስሕቁ ዝነበርኩም ኢለዮ እወ ኢሉኒ። ንምንታይ እብሎ ኣለኹስ፣ እሺ ከብለለይ ኢሉኒ፣ ከይትሓስቦ ኢለዮ። ተናዲዱ። ኣነ እንታይ ድየ ኢሉኒ፣ እረ ክቕልድ እየ፣ ይቅርታ እዚ ሓወይ ኢለዮ። ምድውዋልና ቀጸልና። ደሓር እዚ ሓወይ እሺ በልዮ፣ ጥዑይ እዩ፣ ለለስ ይፈትዋ እየ፣ የፍቅራ እየ እንዳበለ ኮፍ መበሊ ከሊኡኒ ይብለኒ እዚ ሓወይ ማራ ተናዲደ ብሎክ ገይረዩ ነዚ ሓወይ ሰሓቀይ ተጻዋቲት እየ ንዝነክኣኒ ግን ሰይጣን ዝወጸለይ ደረቅ እየ ብኻልእ ስልኪ ደዊሉ ክጻወት እየ ከምኡ ኢለኪ ክፈትኒ ኣቲ ገታር ኢሉኒ ከፊተዮ ነዚ ሓወይ ምክንያቱ ጓል ገጠር እየ ፍቅራዊ ሂወት ለ ጀሚረ ስለ ዘይፈልጥ ናብ ወዲ ዝቀረበ ይመስለንን ማራ እየ ዝፈርሕ ነይረ ንሱ ግን ምሕታት ኣየቋረጸን። ድሕሪ ሰለስተ ዓመትን ሽዱሽተ ወርሕን ለመና ቀጸለ። ለለ ኣነለ እንዳፈተኽዎ ከይደ። ጠባዩ ማራ እዩ የዋህ፣ ሰሓቂ፣ ተጻዋቲ እዩ። እሞ እሺ ይብሎ ማራ ደስ ኢሉና ፍቅራዊ ህይወትና ጀሚርና። በቃ ኣነለ ህልም ዝበለ ፍቅሪ ሒዙኒ። ካብዚ እዩ ዝጅምር ጉዳይ። ድሕሪ ንእሽተን ኣዋርሕ ዓዲ ከይዱ። ጽቡቅ ንደዋወል ነይርና። ዓዲ ነፋልጥ ይብለኒ እሞ እሺ ግን ንእሽተን ንጽናሕ ይብሎ። እሺ ኢሉኒ ከም ቀደምና ነደዋወል ዓዲ ምፅ ይብለኒ እሞ እንታይ ዲና ዝተበሃሃልና ይብሎ ምኽንያቱ ሓደ ዓመትን ሽዱሽተ ወርሕን ክሰርሕ እየ ኢለዮ ነይረ እየ ንዓዲ ክኸይድ ከሎ እሺ ብቻ ከይትጠልምኒ ይብለኒ ኖኖ ኣይትጠራጠር ይብሎ እሺ ኢሉኒ ስለ ዝነበረ ኣይ ዓዲ ስለ ዝጠፈሸኒ ስለ ዝናፈቕኩኸ እየ ይብለኒ ለከስ ተሰኪፉ እዩ እምበር ወለዱ ኣሕዋቱ ተመርዖ እዮም ዝብልዎ ነይሮም። ንሱ ግን ኣብይዎም ኣብ ከተማ ይቕመጥ ነይሩ። ከተማ ምቕማጥ ካብ ዝጅምር ክቕየረኒ ጀሚሩ። እንታይ ኮይንካ ተቐይርካ ይብሎሞ። ኣይተቐየርኩን ይብለኒ። ለከስ ኣብ ከተማ ዓርኪ ሒዙ ኣነ ዘይፈልጥ ከርሕቐኒ፣ ጽሑፍ ሪኡ ስቕ፣ ደዋል ሪኡ ስቕ ምባል ጀሚሩ። ሰልቸወኒ ኣነለ ምድዋል ኮነ ምጽሓፍ ብሓቦ ገዲፈዮ ባዕሉ ደዊሉለይ እንታይ ደኣ ኮንኪ ጠፊእኺ ኢሉኒ ንስኻ ኢኻ ጠፊኻ ክትመርዖ ግዲ ደሊኻ ኢለዮ ስኮርዩ ማርያምን ስለ ዘይጠዓመኒ እየ ይቅርታ ይብለኒ ሽግር የብሉን ግን ክትርሕቕ እንተደሊኻ ወይ ዓርክ እንተሃልያትካ ነጊርካ እዩ ዝርሓቕ ይብሎ ደንጊጹ እንታይ ዲኺ ሰሚዕኺ ኢሉኒ ምንም በልክዎ ሳከቲ ነብሰይ ግዲ ነጊሩኒ እምበር ዝሰማዕኹዎ ነገር ኣይነበረንን ጉዱ ድሓር እየ ሰሚዐዮ ለለ መሊሱ ብዓዲ ንወዲ ይብለኒ ኣይጽንሕ ንበል ኢለዮ ምኽንያቱ ከም ቀደሙ ስለ ዘይነበረ ወለደይ ከፍልጥ ኣይደለኹን ዘይሩ ዘይሩ ግን በቃ ከም ኣሕዋት ንደዋወል ኢልኒ ምንም ኣይበልክዎን ከም ዘይጠቕመኒ ስለ ዝፈለጥኩ ዕረ እንዳጽዓመኒ ሻሕበል ጻዕዳ ይጽናሕኻ ሓፍትኻ ኣልሽ ኢለዮ ስቕ ኢለ ብሎክ ግን ኣይገበርክዎን ነይረ። ይድውል ይጽሕፍ እዩ ግን ኣይምልሰሉን ነይረ። ሰኺሩ ባዕሉ ይድውለለይ ጉዱ ተናዚዙ ምፍታው ይፈትወኪ እየ የፍቅረኪ እየ ግን ሰኺረ ጓል ወሲደ እየ ኢሉኒ እሺ ኢለ ዓጽየዮ ንጽባሒቱ ደዊሉ ኣይመለስኩሉን ካብ ክልተ ክስካዕ ሰለስተ ግዜ ምስ ደጋገመ ኣልዒለዮ እንታይ ደሊኻ ትድውለለይ ኣለኻ ይብሎሞ ትማሊ እንታይ ኢለኪ ኢሉኒ ምንም ኢለዮ በጃኺ ንገርኒ ምንም ኣይበልካንን ካብ ሕጂ ግን ከይትጽሕፈለይ ዋላ ከይትድውለለይ ኢለ ቀይሕ ዓፀዩ ንሱ ግን ባዕሉ ብባዕሉ ብዕርኽቱ ናብ ፍቕርና ንመለስ ኢሉ ለሚኑኒ ክርእየካ ኮነ ክሰምዐካ ኣይደልን ኢለ ብሎክ ዓፅየዮ ኣይሓፍርን ደሞ ነዚ ሓወይ ዕረቐና ይፈትዋ እየ ኢልዎ እረ ሓደ ጊዘን ተቖሪፃ ቆራፅ እያ ግደፋ ካልኣይ ክትጉዳእ ኣይደልያን እዚ ሓፍተይ ከይትድውለላ ሂወታ ትምራሕ ሂወትካ ምራሕ ኢልዎ ዓርከ ኣላቶ እያ ግንስ ናፊቀያ ብሎክ ክፈትዎ በልዋ ይብሎም ነዞም ኣዕርክቱ ደቂ ዓዱ ንዕኦምለ ብሎክ ጌረ ዓሪፈ ይብለክን ኣሕዋተይ ኣነ ግን ልበይ ተሰይሩ ሰብ ማራ እየ ዝኣምን ነይረ ሕጂ ግን ጭራሽ ዘይረ ኮይኑ እምነተይ ሕጂ ግን ኣብ ጽቡቅ ኣለኹ ኣምላኽ ይመስገን ወለደይ ኢለ እንኳዕ ኣየፋለጥኩ ኣነ ክብለክን ዝደሊ ደቂ ኣንስትዮ ኣሕዋተይ ቅድሚ ወለዲ ምፍላጥክን ምሳኸን ዘሎ ሰብ መን ምዃኑ ብደንቢ ፍለጣ። ሕጂ ግን ክብርን ምስጋና ንእግዚኣብሔር ኣምላኽ ይኹን ኣብ ጽቡቕ ኣለኹ። ድሕሪ ቁሩብ ኣዋርሕ ገዛይ ከስርሕ ይሓስብ ኣለኹ እና ካባይ ተምሃራ። ኩሉ ይፈትወኪ እየ ዝበለና ፈታዊና ኣይኮነን። ዕላማኻ ንምስሓትለ ፈተውቲ መሲሎም ዝቐርቡለ ብዙሓት እዮም። ኣቢተይ ደሞ ቀጽልሉ የኔ ጠንካራ ዝብል እዩ። ደጊመ የቐንየለይ ዝሓፍተይ። ብጣዕሚ ደስ እናበለኒ ሰሚዐ ዝወዳእኽዋ ዛንታ እያ። ምክንያቱሲ ሓደ ዕላምኣ ኣይከሰረትን፣ ምስ ዕላምኣ ኣብ ስርሓ እያ ዘላ። ካልኣይ ድማ ኣይረኸባን፣ ሳልሳይ ገንዘባ ኣይሃበቶን። ተቐዳዲምካ ገንዘብካ ምሽጥርካ ዋላ ብዓዲ ተቐዳዲምካ ምውዳእ ተቐዳዲምካ በቃ ብዙሕ ነገር ኩሉ ነገር ወድእ ውድእ ምባልሲ ከምዚኣ መወዳእታ ገሊጻቶ ዘላ ንባዕሉ ኣይኮነን ገንዘብካ ኣይኮነን ክብርኻሲ ብዓዲ ምውዳእ ንባዕሉ መንነቱ ከይፈለጥካ ከለኻ ተቐዳዲምካ ወለድኻ ክፈልጡ ከም ዘይብሎም ኣነ እውን ይስማዕምዐሉ እየ ማለት እዩ ስለዚ ምስ ክብራ እንድሕር ኮይና ምስ ገንዘባ እንድሕር ኮይና ምስ ዕላማኣ እንድሕር ኮይናሲ በቃ ንሱ እዩ ዝኸስራ እምበር ንሳ ኣይትኸስሮን ምንም ነገር ምስኡ ኣይብላን እቲ ተሰሚዕዋ ዘሎ ሕማም ጥልመት ፍቕሪ ቀስ ብቐስ ከምቲ ኣብዚ ሕጂ ዘላቶ ደረጃ ንባዕላ ክተዘንትዎ ንባዕላ በቒዓ ዘላ፣ ከምዘን መብዛሕትኤን ኣሕዋትና ካብቲ ህይወት ንሱ ወጺኤን ብኽልተ እግረን ጠጠው ኢለን ንኽምስክራ ዝብቕዓ ዘለዋ፣ ቀስ ብቐስ ይጠፍእ እዩ፣ ቀስ ብቐስ እውን ይሓዊ እዩ። ዝኾነ ወዲ ክጠልመክን ከሎ፣ ክቕየረክን ከሎ፣ ምስ ገንዘብክን፣ ምስ ምሽጥርክን፣ ምስ ክብርኽን እንድሕር ደኣ ኮይንክንሲ፣ ቀስ ብቐስ እታ ትስምዐክን ዝነበረት ስምዒት እናሃሰሰት እናሃሰሰት እያ ትኸይድ ማለት እዩ። ድሕሪ ግዜ ከዓ ከምዚ ሓፍትና ደስተኛታት ዝኾና፣ ስለዚ ተቐዳዲምካ ካብ ብዓዲ ምውዳእ፣ ካብ ገንዘብካ ምሃብ፣ ካብ ዕላማኻ ምኽሳር፣ ካብ ዝኾነ ዓይነት ምሽጥርካ ምስኡ ምቕማጥ ክንጥንቀቕ ከም ዘለና እየ ካብዛ ናይ ዝሓፍትና ኣነ ተማሂረ ማለት እዩ። ንስኸን እውን ተማሂርክናሉን ተጠቒምክናሉን ክትኮና ተስፋ ይገብር። ንሎማዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።